ምዕራፍ ክልተ ቁጽሪ ሸውዓተ ክሳዕ ዓሰርተው ሓደ ዘሎ ምሕላው ትእዛዝ ፍቕሪ ምልክት ምፍላጥ ንኣምላኽ እዩ ዝብል ኣርእስቲ ሂብናያ ኣሎና ካብቲ ዝሓለፈ ግዜ ይቕጽል እዩ ዘሎ ብዛዕባ ትእዛዝ ኣምላኽ ምሕላው ዝብል ካብ ምዕራፍ ክልተ ቁጽሪ ሰለስተ ዝጀመርናዮ ክሳዕ ቁጽሪ ሽዱሽተ እቲ ቀዳማይ ክፋሉ ዓሚምናዮ ኣለና ሕጂ እቲ ካልኣይ ክፋሉ ካብዚ ይጅምር ኣሎ ብዛዕባ ሕብረት ምስ ኣምላኽን ንኣምላኽ ንፈልጦ ምዃንና ዝፍለጠና ንዓና ዝፍለጠና ኣምላኽ ዝፈልጦ ኣይኮነን ንዓና ዝፍለጠና ብሸነኽ ኣምላኽ ዘይኮነስ ብሸነኽና እዩ ስለዚ ኣብቲ ውሽጥና ዝፍለጠና ነታ ትእዛዝ ፍቕሪ ክንሕልዋ ከለና ኢና ቁፅሪ ሸውዓተ ክሳዕ ዓሰርተ ሓደ ክነቦ እሞ ካብኡ ንደሓር ክንቅፅል ኢና ፍቁራተየ እቲ ካብ መጀመርታ ዝነበረኩም ብሉይ ትእዛዝ እምበር ሓድሽ ትእዛዝ ኣይኮንኩን ዝፅሕፈልኩም ዘለኹ እቲ ብሉይ እዚ ብሉይ ት- ት- ትእዛዝ እዚ ዝሰማዕኹምዎ ቃል እዩ ከም ብሓድሽ ብእኡን ብኣኻትኩምን ሓቂ ዝኾነ ሓድሽ እጽሕፈልኩም ኣለኹ ጸልማት ሓሊፉ እዩ እሞ እቲ ብርሃን ሓቂ እውን ድሮ እኳ ይበርህ ኣሎ ኣብ ብርሃን ኣለኹ ዝብል ንሓዉ ኸኣ ዝጸልእ ክሳዕ ሕጂ ኣብ ጸልማት እዩ ዘሎ እቲ ንሓዉ ዘፍቅሮ ኣብ ብርሃን እዩ ዝነብር፣ መዐንቀፊ እውን ኣብኡ የልቦን። እቲ ንሓዉ ዝጸልኦ ግና ኣብ ጸልማት እዩ ዘሎ፣ ኣብ ጸልማት እውን ይመላለስ፣ ጸልማት ነዒንቱ ስለ ዘዕሮ ድማ ናበይ ከም ዝኸይድ ኣይፈልጥን ይብለና ኣሎ ቃል ኣምላኽ። ቀጥታ ክንከይድ ኢና ሃዋርያ ዮሃንስ ኣብዚ ክፍለ ጽሑፍ እዚ ሓደ ሰብ ንኣምላኽ ብተመኩሮኣዊ መገዲ ይፈልጦ ምዃኑ ዝፍለጠሉ ነገር ንሱ እቲ ምሕላው ትእዛዝ ፍቕሪ ምዃኑ ነጊሩ ኣሎ እዚ ክብል ከሎ ድማ ነቲ ቅድም ኣብ ምዕራፍ ሓደ ኣሚትዎ ዝጸንሐ ማለት ኣብ ምዕራፍ ሓደ ቁጽሪ ሓሙሽተ ክሳዕ ዓሰርተ ዘሎ ኣብተን ብቕድሚ እዚ እተዛተናሎም ጥቕስታት እዚ ምዕራፍ እዚ ድማ ብንጹር ዝገለጾ ማለት ኣብ ምዕራፍ ክልተ ቁጽሪ ሰለስተ ክሳዕ ሽዱሽተ ዘሎ ኢዩ ሕጂ ዘደልድሎ ዘለዎ። ኣብቲ ብቕድሚ እዚ ዘሎ ክፍሊ ጽሑፍ ማለት ኣብቲ ምዕራፍ ክልተ ቁጽሪ ሰለስተ ክሳዕ ሽዱሽተ ምሕላው ሓፈሻዊ ትእዛዝ ኣምላኽ ምልክት ብተመክሮኣዊ መገዲ ንኣምላኽ ምፍላጥ ምዃኑ ነጊሩ ጸኒሑ፣ ንዕኡ ነዊሕ ግዜ ወሲድና ተዘራሪብናሉ ኣሎና። ኣብዚ ሕጂ እንዓሞ ዘሎና ክፍሊ ጽሑፍ እዚ ብፍላይ ግና ማለት ኣብዚ ምዕራፍ ክልተ ቁጽሪ ሸውዓተ ክሳዕ ዓሰርተ ሓደ ዘሎ እቲ መዐቀንን መመርመርን ሓቀኛ ግላውን ተመክሮኣውን ፍልጠት ኣምላኽ ንሱ እቲ ምሕላው ንጹር ትእዛዝ ፍቕሪ ምዃኑ እዩ ኣፍሊጡ። ቅድም ምሕላው ኣየናይ ትእዛዝ ከም እተዛረበ ኣየነጸሮን እዩ ዝነበረ፣ ኣብቲ ምዕራፍ ክልተ ቁጽሪ ሰለስተ፣ ኣርባዕተ ክንርእዮ ከለና። ሕጂ ግና ኣብዚ ዓሚምናዮ ዘለና ክፍሊ ጽሑፍ እዚ ብዛዕባ ሓድሽ ዘይፈልጥዎ ትእዛዝ ይዛረብ ከም ዘየሎ የፍልጥ ኣሎ። ነቲ ቁጽሪ ሸውዓተ ፍቁራተይ እቲ ኻብ መጀመርታ ዝነበረኩም ብሉይ ትእዛዝ እምበር ሓድሽ ትእዛዝ ኣይኮነን ዝጽሕፈልኩም ዘለኹ እቲ ብሉይ ትእዛዝ እዚ ዝሰማዕኩምዎ ቃል እዩ ኢልዎም ኣሎ። ነቲ ሓሳቡ ክንሪኦ ፍቁራተይ እቲ ካብ መጀመርታ ዝነበረ ብሉይ ትእዛዝ እምበር ሓድሽ ትእዛዝ ኣይኮንኩን ዝጽሕፈልኩም ዘለኹ ዝብል ሓረግ ቅድም ንበይኑ ወሲድና ክንሪኦ ኢና። ሃዋርያ ዮሃንስ ቅድም ነቶም ትእዛዛት ኣነጺሩ ከይገለጸ ፍልጠት ንኣምላኽ ትእዛዝ ኣም ብምሕላው ምዃኑ ዝፍለጥ ነጊሩ ጸኒሑ ነበረ ኣብቲ ምዕራፍ ክልተ ቁጽሪ ሰለስተን ኣርባዕተን ካብዚ ሕጂ እንዓሞ ዘሎና ሓረግ ጀሚሩ ኣብቶም ዝስዕቡ ጥቕስታት ግና ብዛዕባ ሓደ ንጹር ትእዛዝ ክዛረብ ጀሚሩ ኣሎ። እቲ ዝዛረበሉ ዘሎ ንጹር ትእዛዝ ድማ እቲ ትእዛዝ ንሓድሕድ ምፍቓር እዩ። ኣብዚ ሓረግ እዚ ብፍላይ ከኣ እቲ ትእዛዝ ፍቕሪ ብሉይን ሓድሽን ትእዛዝ ምዃኑ ነጊሩ ኣሎ። ነቲ ኣብ ዝሓረግ'ዚ ገሊጽዎ ዘሎ ኣምር ብሉይን ኣምር ሓድሽን እቲ ትእዛዝ ቀሪብና እናተገንዘብና ከነስተውዕሎ ምእንቲ ክሕግዘና ድማ ኣብ ክልተ ኸፊልና ኸነጽንዖ ኢና። ቅድም ፍቁራተየ ሓድሽ ትእዛዝ ኣይኮነን ዝጽሕፈልኩም ዘለኹ ኢልዎም ዘሎ ሓረግ ንርኣዮ። እቲ ናብ ፍቁራተየ ተተርጒሙ ዘሎ ኣጋፔቶይ ዝበሃል ሕቲ መጸውዖ እዩ ወይ ከዓ ቮኬቲቭ ኬዝ እዩ። ብዝሒ ቁጽሪ ተባዕታይ ጾታ ኢወሳናዮ ቅጽል እዩ ማለት ኣናርትሮስ ኣጀክቲቭ እዩ። እቲ ኣጋፔቶስ ዝበሃል ቅጽል እዩ። እዚ ቅጽል እዚ ድማ ፍቁር፣ ፍቱው፣ ክቡር፣ ምጉስ፣ ፍቕሪ ዝግብኦ ዘስምዕ ትርጉም ዝህብ ቅጽል እዩ። በዚ መዛርዑ እዝን ነዚ ትርጉም እዚ ሓዚሉን ድማ ኣብ ሓድሽ ኪዳን ኣስታት ስሳ ግዜ ኣቢሉ ወፊሩ ኣሎ። ካብዞም ክስተታት እዚኣቶም ሾብዓተ ግዜ ነቲ እግዚኣብሄር ንየሱስ ክርስቶስ ፍቱው ወደይ፣ ፍቁር ወደይ፣ ዘፍቅሮ ወደይ፣ ዝፈትዎ ወደይ እናበለ ዝመስከረሉ ምስክርነት ክነግር እዩ ወፊሩ ዘሎ። ማቴዎስ ዓሰርተ ክልተ ቁፅሪ ዓሰርተ ሸሞንተ ማቴዎስ ዓሰርተ ሓሙሽተ ዓሰርተ ሸብዓተ ማለት ቁፅሪ ሓሙሽተ ማርቆስ ምዕራፍ ትሽዓተ ቁፅሪ ሸብዓተ ማርቆስ ምዕራፍ ዓሰርተ ክልተ ቁፅሪ ሽዱሽተ ሉቃስ ምዕራፍ ሰለስተ ቁፅሪ ዕስራን ክልተን ሉቃስ ምዕራፍ ትሽዓተ ቁፅሪ ሰላሳን ሓሙሽተን ከምኡ እውን ኣብ ካልኣይ ጴጥሮስ ምዕራፍ ሓደ ቁፅሪ ዓሰርተ ሸውዓተ ፍትው ወደይ ፍቁር ወደይ እናበለ ኣምላኽ ንወዱ ንየሱስ ክርስቶስ ጸዊዕዎ ኣሎ። ሃዋርያ ዮሃንስ ድማ ኣብ ክልተ መልእኽትታቱ ኣብዛ ቀዳመይቲ መልእኽቱ እዚኣን ኣብታ ሳልሰይቲ መልእኽቱን ዓሰርተ ግዜ ኣውፊርዎ ኣሎ። እዚ ቅጽል እዚ ድማ ፍቕርን ርህራሄን ድንጋጸን ሓልዮትን ዝገልጽ ዝውቱር ቅጽል እዩ። ነዚ ሓሳብ እዚ ክንሪኦ ኣብ ቀዳማይ ቀረንቶስ ምዕራፍ ኣርባዕተ ቁፅሪ ዓሰርተ ኣርባዕተ ኣብ ቀዳማይ ተሰሎንቄ ምዕራፍ ክልተ ቁፅሪ ሸሞንተ ርኢና እቲ በዚ ቅፅል እዚ ዝግለፅ ኣምር ፍቁር እንታይ ማለት ምዃኑ ርሕራሐን ድንጋፀን ዘለዎ ዓይነት ፍቕሪ ምዃኑ ክንሪኦ ይከኣለና እዩ ኣብዚ ውፍረቱ እዚ ድማ ብኣምላኽ ፍቁራት ወይ ብሃዋርያ ዮሃንስ ፍቁራት ከም ዘስምዕ ጌርካ ክውሰድ ይከኣል እዩ። ፍቁራት እየ ክብሎም ከሎ ብኣምላኽ እተፈቕሩ ኣምላኽ ዘፍቅሮም ፍቁራት ወይ ሃዋርያ ዮሃንስ ዘፍቅሮም ፍቁራት ብክልቲኡ መገዲ ክውሰድ ተኽእሎ ኣሎ። ንክልቲኦም ከመልክት ዝከኣል እኳ እንተኾነ ዋና ግና ብኣምላኽ ፍቁራት ምዃኖም ንኸረጋግጸሎም እተጠቕመሉ እዩ ዝመስል። ስለዚ ኣምላኽ ዘፍቅሮም ከምቲ ንወዱ ንየሱስ ክርስቶስ ፍቱው ወደይ ዝበሎም ፍቁር ወደይ ዝበሎ ልክዕ ብኸምኡ ዓይነት መገዲ ኣምላኽ ዘፍቅሮም እግዚኣብሄር ኣቦ ዘፍቅሮም ብኣምላኽ ፍቁራት እዩ ዝብሎም ዘሎ ስለዚ ነዚኣቶም ኣይኮንኩን ዝጽሕፈልኩም ዘለኹ ክብል ኣይኮንኩን ተተርጎመ ኦውክ ዝበሃል ቃል ስዒብዎ ንዝስራዕ ሓረግ ኣሉታይ ክገብሮ ዝስራዕ ቃል እዩ ክትዛረቦም ከለኻ ሓድሽ ዝብል ቃል ኣብኡ ኣለና ካይኔን ዝበሃል ቃል እዩ ሕቲ ጻዕዳይ ንጽል ቁጽሪ ኣንስተይቲ ጾታ እቲ ካይኖስ ዝበሃል ቅጽል እዩ ዝቕጽል እዚ ድማ ቅድም ዘይነበረ ሓድሽ ውዑይ ሓድሽ ንመጀመርታ ግዜ ዝኾነ ሓድሽ ዘስምዕ ትርጉም ዝህብ ቅጽል እዩ። እዚ ቅጽል እዚ ብዓይነቱ ሓድሽ፣ ንበይኑ ዝዓይነቱ ሓድሽ፣ ካብቲ ብቕድሚኡ እተፈልጠ ዝበለ ዝመስሎ ዘይብሉ ሓድሽ ዘስምዕ ትርጉም ዝህብ ቅጽል ውን እዩ። በዚ መዛርዑ እዝን ነዚ ትርጉም እዚ ሓጺሉን ድማ ኣብ ሓድሽ ኪዳን ኣርብዓን ሓሙሽተን ግዜ ወፊሩ ኣሎ። እቲ ትእዛዝ ተተርጒሙ ዘሎ ቃል ኣብዚ ደጋጊምና ስለ ዝረኸብናዮ ቅልጥፍ ኢለ ሕልፍ ሕልፍ ክብሎ እየ፣ ቴንተሎስ እዩ። ኣብዚ ግን ብፍላይ ኣብታ ብቕድምዚ ዝረኣናዮ ብመልክዕ ብዙሕ ቁጽሪ እዩ ወፊሩ ጸኒሑ ዝነበረ፣ ኣብዚ ግና ብመልክዕ ንጽል ቁጽሪ፣ ስለዚ ብዛዕባ ሓደ ንጹር ትእዛዝ ይዛረብ ኣሎ ማለት እዩ። እጽሕፈልኩም ኣለኹ ኢልዎም ስለዚ ሓድሽ ትእዛዝ ኣይኮንኩን ዝጽሕፈልኩም ዘለኹ ኢልዎም ኣሎ እቲ ናብ ምጽሓፍ ተተርጒሙ ዘሎ ግራፍኦ ንሱ ህልው እዋን ገቢራዋ ዓምዳ መልካት ዓንቀጽ እዩ ዘሎ ሃዋርያ ዮሃንስ ከዓ ይፅሕፈሎም ከም ዘሎ እዩ ዝነግረና ዘሎ ብዛ መልእኽቲ እዚኣ ነዚ ግሲ እዚ ዓሰርተው ሰለስተ ግዜ ኣውፊርዎ ኣሎ ዝፅሕፈልኩም ኩም እተተርጎመ ሁሚን ዝበሃል ቃል እውን ኣሎ። ሕቲ ኣንፋታይ ካልኣይ ኣካል ብዙሕ ቁጽሪ ግላዊ ወይ እንተናዊ ክንዲ ስም እቲ ሱ ዝበሃል ክንዲ ስም እዩ፣ ነቶም ቀዳሞት ተቐበልቲ እዛ መልእኽቲ እዚኣ ወኪሉ ዝወፈረ ክንዲ ስም ከኣ እዩ። ንኣኻትኩም። እጽሕፈልኩም ይብሎም ኣሎ እቲ ሃዋርያ ዮሃንስ ዝጽሕፈ ዝጽሓፈሎም ትእዛዝ ንሱ እቲ ትእዛዝ ንሓድሕድ ምፍቃር ምዃኑ ድማ ብውሕዘት ሓሳብ እቲ ቀረባ ዓውደ ንባብ ግሁድ ኮይኑ ኣሎ ማለት ሕልፍ ኢልና ንቁፅሪ ትሽዓተ ክሳብ ዓሰርተ ሓደ ከይድና ምስ ረኣናዮ ሕጂ ናብኡ ዘሊልና ኣይክንከይድን ኢና ግን ናብኡ ምስ በፃሕና በቲ ውሕዘት እቲ ዓውደ ንባብ እታ ዝዛረቦም ዘሎ ትእዛዝ ትእዛዝ ፍቕሪ ብፍላይ ከኣ ኣመንቲ ንሓድሕድና ዝህልወና ፍቕሪ እዩ ዝዛረብ ዘሎ ስለዚ ሓድሽ ትእዛዝ ቅድሚ ሕጂ ዘይሰማዕኹምዎ ቅድሚ ሕጂ ዘይነበረ ትእዛዝ ኣይኮንኩን ዝፅሕፈልኩም ዘለኹ ኢልዎም ኣብቲ ካልኣይ መልእኽቲ ዮሃንስ ምዕራፈ ሓንቲኣታ ምዕራፍ ኣብ ቁጽሪ ሓሙሽተ ሕጂ ድማ እመቤተይ እቲ ካብ መጀመርታ ዝነበረና እምበር ሓድሽ ትእዛዝ ከም ዘይጸሓፍኩልኪ ከም ዝጸሓፍ ከም ዝጸሓፍኩልኪ ዘይኮነስ ንሓድሕድና ክንፋቐር እልምነኪ ኣለኹ ኢሉ ብዘየማትእ መገዲ ኣብርሂዎ ኣሎ ኣብታ ካልኣይቲ መልእኽቱ። ስለዚ ብዛዕባ እታ ትእዛዝ ፍቕሪ እዩ ዝዛረብ ዘሎ። ብዛዕባ እቲ ጐይታና የሱስ ክርስቶስ በታ እተታሕዘላ ለይቲ ኣብ ወንጌል ዮሃንስ ኣብ ምዕራፍ ዓሰርተው ሰለስተ ኣብ ምዕራፍ ዓሰርተው ኣርባዕተ ኣብ ምዕራፍ ዓሰርተው ሓሙሽተ ደጋጊሙ ተዛሪብሉ ዘሎ እቶም ደቀ መዛሙርቱ ንሓድሕዶም ዝፋቐሩሉ ወይ እቶም ኣመንቲ ንሓድሕድና ክንፋቐረሉ ዝግባእ ትእዛዝ ይዛረብ ዘሎ እቲ ክርስቶስ እተመላለሶ ኣገባብ ኣመላልሳን እቲ ትእዛዝ ንሓድሕድ ምፍቓርን ግና ዝነጻጸሉ ኣይኰኑን፣ ማለት ምስቲ ኣብ ቍጽሪ ሽዱሽተ ዝሓለፈ ሰሙን ዝረኣናዮ ከምቲ ንሱ ዝተመላለሶ ዀይንካ ምምልላስ ዝብልን እቲ ንሓድሕድ ምፍቓርን ኣይነጻጸሉን እዮም። እኳ ደኣሲ፣ ነቲ ክርስቶስ ከምቲ ንሱ ዝተመላለሶ ዀንካ ምምልላስ ንሓድሕድካ ምፍቓር ኣካቲቱ ዝሓዘ እዩ። የሱስ ክርስቶስ ንባዕሉ ኣብ ምድሪ ክመላለስ ከሎ ብመገዲ ፍቕሪ እዩ ተመላሊሱ ናብቲ ካልኣይ ሓረግ ክንሪኦ ከለና እቲ ካብ መጀመርታ ዝነበረኩም ብሉይ ትእዛዝ እምበር ዝበል ሓረግ ኣስዒብና ቀሪብና ክንሪኦ ኢና ቀሰ ኢልኩም ተኸታተልዎ ኢኹመ እቲ ብሉይ ክብል ከሎ ነቲ ናይ ብሉይ ኪዳን ድዩ ዝዛረብ ዘሎ ወይስ ነየናይ እዩ ዝዛረብ ዘሎ ኣብቲ ቅድም ካብቶም ንዓይ ንክርድኦም ቁሩብ ዘሸግሩኒ ዝነበሩ እዩ ስለዚ ክንገልጾ ከለና ካብቲ ንዓይ ዘሕለፍክዎ ንክርድኦ ክቀለልኩም በቆራጭ መገዲ ክትርድእዎ ይሕግዘኩም እዩ እቲ እምበር ተተርጒሙ ዘሎ ኣል ዝበሃል ቃል ወትሩ ነቲ ግና ወይ እምበር ዘስምዕ ትርጉም ሓዚሉ ክልተ ሓሳባት መንጽር ንመንጽር ኣመናጺሩ እናቃረነ ክጠምር ዝወፍር መስተጻምራይ እዩ። እቲ ብሉይ ኢልዎ ዘሎ ፓለያን ዝበሃል ቃል እዩ። እዚ ሕቲ ጻዕዳይ ንጽል ቁጽሪ ኣንስተይቲ ጾታ እቲ ፓላዮስ ዝበሃል ቅጽል እዩ። እዚ ቅጽል እዚ ከኣ ኣረጊት እንታይ ዲማይ ኦሪታይ ብሉይ ዘስምዕ ትርጉም ዝህብ ቅጽል እዩ። በዚ መዛርዕ እዝን ነዚ ትርጉም እዚ ሓዚሉን ድማ ኣብ ሓድሽ ኪዳን ዓሰርተው ትሽዓተ ግዜ ወፊሩ ኣሎ። ካብቲ ብሉይ ጥንታይ ቀዳማይ ቀደም ዝትርጎም ፓላይ ዝበሃል ተውሳኸ ግሲ ዝመጽ ቅጽል ድማ እዩ። እቲ ትእዛዝ ተተርጒሙ ዘሎ ቃል እዚ ሕጂ ሕልፍ ኢለዮ ክኸይድ እየ፣ ደጋጊምና ዝረኣናዮ ስለ ዝኾነ ኣብኡ ግዜ ኣይክወስደሉን እየ። ስለዚ እቲ እተተርጐመ ኣብቲ ትግርኛና እቲ ተተርጒሙ ኣሎ፣ ግን ንሳ ክትርጐም እውን ይከኣል እዩ። ሄን ዝብል ቃል እዩ። ሕቲ ጻዕዳይ ንጽል ቁጽሪ ኣንስተይቲ ጾታ ኣዛማዳዮት ክንዲ ስም ወይ ሬላቲቭ ፕሮናውን እቲ ሆስ ዝበሃል ክንዲ ስም እዩ። እዚ ክንዲ ስም እዚ ድማ ወትሩ ነቲ ንሱ ዝብል ትርጉም ሓዚሉ ዝወፍር ክንዲ ስም እዩ። እቲ ክንዲ ስም ብመልክዕ ንጽል ቁጽሪ ኣንስተይቲ ጾታ ወፊሩ ምህላው ድማ ነቲ ብሓደ ዓይነት ሰዋስው ወፊሩ ቅድሚኡ ብሉይ ትእዛዝ ተተርጒሙ ዘሎ ስም ወኪል ወፊሩ ምህላዉ እቲ ሰዋስው ይነግር ኣሎ። እቲ ብሉይ ትእዛዝ ዝብል ኣብቲ ትግርኛና ተባዕታይ ጾታ ድዩ ኣንስተይቲ ጾታ ኣየነጽሮን እዩ። ኣብቲ ግሪኽ ግና እቲ ብሉይ ዝብል ቅጽል እውን ብመልክዕ ኣንስተይቲ ጾታ ንጽል ቁጽሪ እዩ ወፊሩ ዘሎ። እቲ ትእዛዝ ተተርጒሙ ዘሎ ቃል እውን ብመልክዕ ንጽል ቁጽሪ ኣንስተይቲ ጾታ እዩ ወፊሩ ዘሎ። ስለዚ እቲ ኣብዚ እቲ ተተርጒሙ ዘሎ ኣብቲ ትግርኛና እታ ክትርጎም ምተገብኦ ወይ ከኣ ንሳ ክትርጎም ምተገብኦ እሞ ሄን ዝብል እዩ። ስለዚ ንዕኡ ወኪሉ ወፊሩ ከም ዘሎ ንርኣዮ። ስለዚ ነቲ ብሉይ ይገልጾ ኣሎ ማለት እዩ። እቲ ብሉይ ትእዛዝ እንታይ ማለት ምዃኑ ድፋይን ይገብሮ ኣሎ እቲ ኻብ ተተርጒሙ ኣሎ ኣፕ ዝበሃል ቃል እዩ እዚ ቃል እዚ ድማ ካብ ካብ ሓደ ምውፃእ ካብ ሓደ ወፂእካ ምክያድ ዘስምዕ ትርጉም ዝህብ መስተዋደዳይ እዩ ካብ መጀመርታ እቲ መጀመርታ ተተርጒሙ ዘሎ ቃል ኣርኬስ ዝበሃል ወይ ከዓ ኣርኬስ ዝበሃል ቃል ሕቲ ጀነቲፍ ወይ ወርሻዮት ንጽል ቁጽሪ ኣንስተይቲ ጾታ እቲ ኣርኬ ወይ ከኣ ኣርኼ ዝበሃል ስም እዩ። እዚ ስም እዚ ድማ ደጋጊምና ቅድሚ ሕጂ ርኢናዮ ብፍላይ ከኣ ኣብቲ ምዕራፍ ሓደ ግዜ ወሲድና ርኢናዮ ኣሎና ግን ክንደግሞ ኢና መጀመርታ መበቆል ቀዳማይ ወይ ሓለቓ ቀዳማይ ብግዜ፣ ቀዳማይ ብቦታ፣ ቀዳማይ ብመዓርግን መዝነትን፣ ቀዳማይ ብስልጣን ዘስምዕ ትርጉም ዝህብ ስም እዩ። በዚ መዛርዑ እዚ እዚ ቃል እዚ ኣብ ሓድሽ ኪዳን ሓምሳን ሸሞንተን ግዜ ወፊሩ ኣሎ። ኣብዛ መልእኽቲ እዚኣ ከኣ ሃዋርያ ዮሃንስ ትሽዓተ ግዜ ኣውፊርዎ ኣሎ። ኣብዚ ምዕራፍ ሓደ ቁጽሪ ሓደ ቅድም ረኺብናዮ ግዜ ወሲድና ተዘራሪብናሉ ኣለና። ኣብዚ ምዕራፍ ክልተ ቁጽሪ ሸውዓተ ክልተ ግዜ ኣውፊርዎ ኣሎ፣ ቁጽሪ ዓሰርተው ሰለስተ፣ ቁጽሪ ዓሰርተው ኣርባዕተ፣ ቁጽሪ ዕስራን ኣርባዕተን፣ ኣብ ምዕራፍ ሰለስተ ካብ ቁጽሪ ሸሞንተን ኣብ ቁጽሪ ዓሰርተው ሓደን። ክቕለበሉ ኣዝዩ ኣደል ኣድላይኡ እቲ ካብ መጀመርታ ዝብል ነየናይ መጀመርታ ይጠቅስ ከም ዘሎ ኣብቶም ንሓረዎት በሪሁ ስለ ዝርከብ ነቲ መጀመርታ ከምቲ ቅድም እውን ዝረኣናዮ መጀመርታ ዓለም ክትፍጠር ከላዶ ወይስ መጀመርታ ነየናይ ዝብል ሕቶ ይምልሱልና እዮም እዚ ስም እዚ ድማ ካብቲ ጥንታይ ወይ መጀመርያ ዝትርጎም ኣርኪዮስ ዝበሃል ግሲ ዝመጸ ስም እዩ። እዚ ቅጽል እዚ ከኣ ንድሕሪት ኣብቲ ንቑጣ መጀመርታ ኣቢሉ ዝጥምት ቅጽል እዩ። ኣብ ሓድሽ ኪዳን ድማ ናይ ጥንቲ ተመን ማለት ኣርኪዮስ ተባሂሉ ኣሎ ኣብ ራእይ ምዕራፍ ዓሰርተው ክልተ ቁፅሪ ትሽዓተ ኣብ ምዕራፍ ዕስራ ቁፅሪ ክልተ ነታ ቀዳመይቲ ዓለም ቀዳመይቲ ኣርካዮስ ተባሂሉ ኣሎ ብ ካልኣይ ጴጥሮስ ምዕራፍ ክልተ ቁፅሪ ሓሙሽተ ናይ ቀደም ወደ መዝሙር ናይ ቀደም ኣርካዮስ ተባሂሉ ኣሎ ብ ግብረ ሃዋርያት ምዕራፍ ዕስራን ሓደን ቁፅሪ ዓሰርተ ሽዱሽተ ከምዚኣቶም ዝመሰሉ ዓይነት ክገልጽ ወፊሩ ኣሎ እቲ ኣርካዮስ ዝበሃል ቅጽል። እቲ ዝነበረኩም ተተርጒሙ ዘሎ ኤይከተ ዝበሃል ከኣ ካልኣይ ኣካል ብዙሕ ቁጽሪ ዘይፍጹም ወይ ዘይክቱት እዋን ማለት ኢምፐርፌክት ተንስ ገቢራዊ ዓምድ ኣመልካቲ ዓንቀጽ እቲ ኤከኦ ዝበሃል ግሲ እዩ። እዚ ግሲ እዚ ኸኣ ምህላው ዝብል ትርጉም ሓዚሉ ዝወፍር ግሲ እዩ። እቲ ግሲ ብመልክዕ ዘይፍጹም ወይ ዘይክቱት እዋን ማለት ኢምፐርፌክት ተንስ ወፊሩ ምህላው ድማ፣ ነቲ ብሉይ ትእዛዝ ብተደጋጋምን ብቐጻልን ወኒኖምዎ ይነብሩ ምንባሮም እቲ ሰዋስዩ ይነግር ኣሎ። ካብ መጀመርታ ጀሚሮም። ወኒኖምዎ ከም ዝነበሩ ይነግረና ኣሎ። እቲ መጀመርታ ነየናይ መጀመርታ ይጠቅስ ከም ዘሎ ጥራይ እዩ ዘይነጸረልና ዘሎ። እቲ ግሲ ብመልክዕ ገቢራዊ ዓምድ ወፊሩ ምህላዉ ከኣ ነቲ ብሉይ ትእዛዝ ኣንቂዶምን ኣንቂሎምን ነጢፎም ግብሪ ምውናን ገይሮም ወኒኖምዎ ምንባሮም እቲ ሰዋስው ይነግር ኣሎ። እቲ ግሲ ብመልክዕ ኣመልካቲ ዓንቀጽ ወፊሩ ምህላዉን ነቲ ብሉይ ትእዛዝ ወኒነምዎ ምንባሮም ንሃዋርያ ዮውሃንስ ግሁድ ኰይኑ ዝረኣዮ ዝነበረ ክዉን ሓቂ ምዃኑ እቲ ሰዋስው ይነግር ኣሎ። እቲ ኣብዚ ክለዓል ዘለዎ ሕቶ ከኣ እቲ ካብ መጀመርታ ኢሉ ጠቒስዎ ዘሎ ንቑጣ ምጅማር መዓስ እዩ ዝብል እዩ። ሃዋርያ ዮሃንስ ድማ ነቲ መጀመርታ ንቑጣ ግዜ ኣብቲ ዝስዕብ ሓረግ ማለት ኣብ ቁጽሪ ሾብዓተ ለ እቲ ካልኣይ ክፋሉ እቲ ብሉይ ትእዝ ትእዛዝ እዚ ዝሰማዕኩምዎ ቃል እዩ ኢሉ ገሊጽዎ ኣሎ እቲ መጀመርታ እቲ ነቲ ቃል ዝሰምዕሉ ግዜ እዩ እቲ ኖቑጣ መጀመርታ ዝጠቕሶ ዘሎ ንሱ እዩ ማለት እዩ ኣብ ርእሲኡ ከኣ እቲ ካብ መጀመርታ ተተርጒሙ ዘሎ ኣፕ ኣርኬስ ወይ ከኣ ኣፕ ኣርኼስ ዝበሃል ሓረግ መስተዋድዳዮት ኣብዛ መልእኽቲ እዚኣ ኣርባዕተ ግዜ ተደጋጊሙ ጠቒስዎ ስለ ዘሎ ኣብዚ ምዕራፍ ሓደ ቁፅሪ ሓደ ምዕራፍ ክልተ ቁፅሪ ሸብዓተ ቁፅሪ ዕስራን ኣርባዕተን ኣብ ምዕራፍ ሰለስተ ቁፅሪ ዓሰርተ ሓደ ብኡ ክውሰን ይከኣል እዩ ኣብዞም ተሓቢሮም ዘለዉ ጥቕስታት እዚኣቶም ድማ እቲ ጠቒስዎ ዘሎ መጀመርታ ንሱ እቲ ንመልእኽቲ ወንጌል ዝሰምዕሉ መጀመርታ ምዃኑ ተነጊሩ ኣሎ። ስለዚ እቲ ካብ መጀመርታ ዝብሎም ዘሎ ካብታ ወንጌል ዝሰምዕሉ መጀመርታ

ሃዋርያ ዮሃንስ ኣብታ ኻልኣይቲ ምዕራፍ ናይዛ መልእኽቱ እዚኣ ቁፅሪ ዕስራን ኣርባዕተን ንስኻትኩምሲ እቲ ኻብ መጀመርታ ዝሰማዕኩምዎ ኣባኻትኩም ደኣ ይንበር ኢሉ ኻብ መጀመርታ ኣብ ኣርኬስ ወይ ከዓ ኣብ ኣርኬስ እቲ ኻብ መጀመርታ፣ ኢልዎ መሊሱ ኸኣ፣ ኣፕ ኣርኬስ ወይ ከኣ ኣፕ ኣርኼስ ዝሰማዕኩምዎ ኣባኻትኩም ዚነብር እንተ ዀይኑስ፣ ንስኻትኩም ድማ ኣብቲ ወድን ኣብቲ ኣቦን ክትነብሩ ኢኹም ኢሉ ገሊጽዎ ኣሎ። ኣብቲ ዚቕጽል ምዕራፍ ከኣ ምዕራፍ ሰለስተ ኣብ ቍጽሪ ዓሰርተው ሓደ፣ ንሓድሕድና ክንፋቐር እዚኣ እታ ካብ መጀመርታ ዝሰማዕኩምዋ መልእኽቲ እያ ኢሉ ገሊጽዎ ኣሎ። ካብ መጀመርታ ኣብ ኣርኬስ ወይ ከ ኣብ ኣርኼስ ትበሃል ገሊጽዎ ኣሎ። ስለዚ እቲ ካብ መጀመርታ ዝብል ሓረግ ነቲ መልእኽቲ ወንጌል ዝሰምዑሉ መጀመርታ ዝጠቅስ ሓረግ ምዃኑ ኣዝዩ ግሁድ እዩ። ሃዋርያ ዮሃንስ ከኣ እቲ ቀንድን ክዉንን ሓላፍነቶም ነቲ ካብቲ መጀመርታ ክርስትያናዊ ተመክሮኦም ኣትሒዞም ዝሰምዕዎ ትእዛዝ ምፍቃር ሓድሕድ ክእዘዙ ምዃኑ እዩ ዘዘክሮም ዘሎ። ናብቲ ካልኣይ ክፋል ናይቲ ጥቕሲ ክኸይድ እየ። እቲ ብሉይ ትእዛዝ ዝሰማዕኩምዎ ቃል እዩ ኢሉ ኣብዚ ይገልጸሎ ዳርጋ ኣቐዲምና ኣብርሂናዮ ጸኒሕና ኣሎና። እዚ ሓረግ እዚ ኸኣ ብመሰረት እቲ ኣሰራርዓ ቃላት ሓድሽ ኪዳን ግሪኽ እቲ ትእዛዝ እቲ ብሉይ እቲ ቃል እዩ እቲ ዝሰማዕኩምዎ ዝትርጎም ሓረግ እዩ። እቲ ትእዛዝ ኢልዎ ዘሎ ትእዛዝ ዝብል ቃል ሕልፍ ኢለዮ ክኸይድ እየ ቅድም ስለ ዝገለጽናዮ እቲ ብሉይ ኢልዎ ዘሎ እውን እቲ ቃል ሕልፍ ኢለዮ ክኸይድ እቲ ፓላዮስ ቅድም ዝገለጽናዮ እዩ እቲ ቃል ኢልዎ ዘሎ ከዓ ሃ ሎጎስ ዝበሃል ቃል እዩ እቲ ኣብዚ ዘሎ እዚ ስም እዚ ድማ እቲ እተዘርበ ቃል እቲ እተባህለ ቃል ወይ ዘይተባህለ ኣብ ሓሳብ ዘሎ ቃል ዘስምዕ ትርጉም ዝህብ ቃል እዩ ኣብ ሓድሽ ኪዳን ኣስታት ሰለስተ ሚእትን ዕስራን ሓሙሽተን ግዜ ኣቢሉ ወፊሩ ዘሎ ቃል እዩ። ሃዋርያ ዮሃንስ ከኣ ኣብዛ መልእኽቱ እዚኣ ሽዱሽተ ግዜ ኣውፊርዎ ኣሎ። እዚ ስም እዚ ድማ ብመሰረቱ ካብቲ ምንባር፣ ምስራዕ፣ ምልዓል ወይ ምእራይ፣ ምእካብ፣ ምዝራብ ዘስምዕ ትርጉም ዝህብ ለገኦ ዝበሃል ግሲ ዝመጸ እዩ። እቲ መሰረታዊ ኦሪተ ጥንታይ ሓሳብ እዚ ግስዚ ድማ ምእካብ ቃላት፣ ቃላት ብሓደ ምእካብ፣ ንቃላት ኣመዓራሪኻ ምስራዕ፣ ቃላት ኣኪብካ ምዝራብ ዝብል እዩ። እቲ ኣብ ኣምር ጥንታውያን ግሪኽ ዝነበሮ ትርጉም ከኣ ተቃራናይ እቲ ጽውጽዋይ ዝኾነ ክውን ታሪኽ ዝገልጽ ኣምር እዩ ዘለዎ ነዚ ሓሳቡ እዚ ንዳሕራይ ኣብ ምዕራፍ ክልተ ቁፅሪ ዓሰርተ ኣርባዕተ ምስ በጻሕና ኣብ መንጎ እቲ ሎጎስ ዝበሃል እሞ ክውን ነገር ዝገልጽ ቃልን ኣብ መንጎ እቲ ሚቶስ ዝበሃል እሞ ጽውጽዋይ ወይ ተረት ዝትርጎም ኮይኑ ንጽውጽዋይ ዝገልጽ ዓይነት ቃላን ዘለዎ ፍልልይ ኣብቶም ኣረዳድኣ ግሪኻውያን ዘለዎ ፍልልይ ኣብቲ ምዕራፍ ክልተ ቁፅሪ ዓሰርተ ኣርባዕተ ምስ በፃሕና ክንዛረበሉ ኢና ንሕጂ ግና እቲ እቲ ዝሰማዕኩምዎ ቃል እዩ ኢልዎም ኣሎ እቲ እዩ ኢልዎም ዘሎ ኤስተን ዝበሃል ቃል ህልው እዋን ኣመልካቲ ዓንቀጽ እቲ ኤይሚ ዝበሃል ግሲ እዩ። ቀጺሉ እቲ ዝብል ኣብቲ ትግርኛና ሆን ዝበሃል ቃል ኣሎ። ተባዕታይ ጾታ'ዩ ንሱ ክትርጎም ምተገብኦ፣ ነቲ ቃል ወይ ከኣ ነቲ ሎጎስ ወኪሉ እዩ ወፊሩ ዘሎ። እቲ ክንዲ ስም ብመልክዕ ንጽል ቁጽሪ ተባዕታይ ጾታ ወፊሩ ምህላዉ ድማ ነቲ ብሓደ ዓይነት ሰዋስው ወፊሩ እቲ ቃል ተርጒመዮ ዘለኹ ስም ወኪሉ ወፊሩ ምህላዉ እቲ ሰዋስው ይነግር ኣሎ። ንሱ ኢሉ ሽዑ እቲ ዝሰማዕኩምዎ ይብሎም ኣሎ። a ካውሳተ ካልኣይ ኣካል ብዙሕ ቁጽሪ ቀዳማይ ኤረስቲ እዋን ገቢራዊ ዓምድ ኣመልካቲ ዓንቀጽ እቲ ኣካኦ ስለዚ እቲ ብሉይ ትእዛዝ እቲ ኻብ መጀመርታ ዝሰማዕኩምዎ ቃል እዩ ይብሎም ኣሎ። ንሓዞ። እቲ ግሲ ብመልክዕ ቀዳማይ ኤረስት እዋን ወፊሩ ምህላዉ፣ ነቲ ቃል ኣብ ሓደ ኑቕጣ ሕሉፍ ግዜ ኸም ዝሰምዕዎ እቲ ሰዋስው ይነግር ኣሎ። መልክዕ ገቢራዊ ዓምድ ወፊሩ ምህላዉ ኸኣ፣ ኣንቂዶም ነቲ ቃል ከም ዝሰምዕዎ እቲ ሰዋስው ይነግር ኣሎ። መልክዓ መልካት ዓንቀጽ ወፊሩ ምህላወ ከኣ ሰሚዐምዎ ምዃኖም ንሃዋርያ ዮሃንስ ክዉን ኮይኑ ዝረኣዮ ዝነበረ ግሁድ ኮይኑ ዝረኣዮ ዝነበረ ክዉን ሓቂ ምዃኑ ይነግረና ኣሎ። እዚ ትእዛዝ እዚ ድማ ትእዛዝ ሓድሕድ ምፍቃር ኮይኑ ወንጌል ዮሃንስ ምዕራፍ ሰል ዓሰርተው ሰለስተ ቁጽሪ ሰላሳን ኣርባዕተን ወንጌል ክስበኽን ክዝርጋሕን ከሎ ምስኡ ዝስበኽን ዝዝርጋሕን ትእዛዝ እዩ። እቶም ኣመንቲ ዝገጠመ ትምህርቲ እንተገጠሞም ኣብቲ ቅድም ካብ መጀመርታ ዝሰምዕዎ ሓቂ ጸኒዖም ከይተነቓነቑ ደው ክብሉ እዩ ዝነግሮም ዘሎ ሃዋርያ ዮሃንስ ኣብዚ ቀዳብቱ መልእኽቲ ዮሃንስ ምዕራፍ ሓደ ቁፅሪ ሓደ ቁፅሪ ሓሙሽተ ምዕራፍ ክልተ ቁፅሪ ዕስራን ኣርባዕተን ምዕራፍ ሰለስተ ቁፅሪ ዓሰርተ ሓደ ኣብዚኦም ኩላቶም ዝነግሮም ዘሎ ድሕሪ ምእማንኩም ብዝመጸ ጋሻ ትምህርቲ ኣይትወሰዱ። ኣብቲ ኻብ መጀመርታ ናብ ምድሓን ዘብጽሓኩም ዝሰማዕኹምዎ ሓቂ ኣብኡ ጽንዑ፣ ቁሙ እዩ ዝብሎም ዘሎ። ናብ ቁጽሪ ሸሞንተ ቀጽሌ ከም ብሓድሽ ብእኡን ብኣኻትኩምን ሓቂ ዝኾነ ሓድሽ ትእዛዝ እጽሕፈልኩም ኣለኹ። ኣብ ቁፅሪ ሸውዓተ ብሉይ ትእዛዝ ኢልዎም ኣሎ ሕጂ ግና ሓድሽ ይብሎም ኣሎ ጸልማት ሓሊፉ እዩ እሞ እቲ ብርሃን ሓቂ እውን ድሮ እኳ ይበርህ ኣሎ ቁርብ ግዜ ክንወስደሉ ኢና ነዚ ጥቕሲ እዚ ክቕለበሉ ዝግባእ ኣዝዩ ተደላዪ ጥቕሲ እዩ ነቕልበሉ ኢና ንሕና ክንዓሞ ዝኸኣልና ክንዓሞ ኢና ብዝተረፈ ግና ኣጸቢቕኩም ከተቕልብሉ ከተጽንዕዎ እውን ዝግብኦ ጥቕሲ እዩ ኣብ ክልተ መቒልና ክንሪኦ ኢና ቀዳማይ ከም ብሓድሽ ብኡን ብኣኻትኩምን ሓቂ ዝኾነ ሓድሽ ትእዛዝ ጽሕፈልኩም ኣለኹ ኢልዎም ኣሎ ሃዋርያ ዮሃንስ ኣብ ዝሓረግ እዚ ነቶም ቀዳሞት ተቐበልትን ነበብትን መልእኽቱ ከም ብሓድሽ ሓድሽ ትእዛዝ ጽሕፈልኩም ይጽሕፈሎም ከም ዘሎ ነጊርዎም ኣሎ። ኣብቲ ብቕድሚ እዚ ዘሎ ትእዛዝ እቲ ኻብ መጀመርታ ዝነበረ ብሉይ ትእዛዝ ጽሒፈሎም ከም ዘሎ ኣፍሊጥዎም ጸኒሑ ነበረ። ኣብ ሓረግ ኣብዚ ሓረግ እዚ ብመንጽሩ ግና ከም ብሓድሽ ሓድሽ ትእዛዝ እጽሕፈልኩም ኣሎኹ ይብሎም ኣሎ። በቲ ኻልእ በቲ ሓደ ገጹ ከም ብሓድሽ ይብሎም ኣሎ። በቲ ኻልእ ኸኣ ሓድሽ ትእዛዝ ይብሎም ኣሎ። እቲ ከም ብሓድሽ ሓድሽ ትእዛዝ እቲ ኸኣ እቲ ኣብኡን ኣብኦምን ማለት ኣብ የሱስ ክርስቶስን ኣብኦምን ክውን ሓቂ ዝኾነ ትእዛዝ እዩ። ነዚ ኣብዚ ሓረግ ዝገሊጽዎ ዘለኹ እውን ሓቂ ቀሪብና እናተገንዘብና ከነስተውዕሎ ምእንቲ ክሕግዘና ድማ ኣብ ክልተ ከፊልና ክንሪኦ ኢና። ቅድም ከም ብሓድሽ ሓድሽ ትእዛዝ ጽሕፈልኩም ኣለኹ ዝብል ሓረግ ንርኣዮ። እቲ ከም ብሓድሽ ተተርጒሙ ዘሎ ፓሊን ዝበሃል ቃል ወትሩ ነቲ ከም ብሓድሽ ወይ ዳግማይ ዘስምዕ ትርጉም ሓዚሉ ዝወፍር ተውሳኸ ግሲ እዩ። ኣብዚ ቦታ እዚ ከኣ ደጊሙ ይጽሕፈሎም ከም ዘሎ ንክነግር እዩ ኣውፊርዎ። ከም ብሓድሽ ወይ ደጊሙ ይጽሕፈሎም ከም ዘሎ እዩ ዝነግሮም ዘሎ። እቲ ሓድሽ ተተርጒሙ ዘሎ ካይኔን ዝበሃል ቅድም ዝረኸብናዮ እዩ እዚ።

ኤንቶሌየ ዝበሃል እውን ደጋጊምና ስለ ዝረኣናዮ ይሓልፎ ኣለኹ፣ እጽሕፈልኩም ኣለኹ ኢልዎም። እቲ ግራፍኦ ዝበሃል ቀዳማይ ኣካል ንጽል ቁጽሪ ህልው እዋን ገቢራዊ ዓምድ ኣመልካቲ ዓንቀጽ እዩ፣ ወትሩ ነቲ ምጽሓፍ ዝብል ትርጉሙ ሓዚሉ ዝወፍር ቃል ከኣ እዩ። ሃዋርያ ዮሃንስ ኣብቲ ብቕድሚ እዚ ዘሎ ጥቕሲ ማለት ኣብ ጥቕሲ ሸውዓተ፣ እቲ ዝጸሓፈሎም ብሉይ ትእዛዝ፣ እቲ ኻብ መጀመርታ ዝሰምዕዎን ዝነበሮምን ትእዛዝ ምዃኑ ነጊርዎም ጸኒሑ ነበረ። ሕጂ ድማ ነቲ ትእዛዝ እቲ ንባዕሉ፣ ሓድሽ ትእዛዝ ብምባሉ፣ እዚ ትእዛዝ እዚ ብሉይን ሓድሽን ትእዛዝ ምዃኑ የፍልጦም ኣሎ። እቲ ትእዛዝ እቶም ኣመንቲ ኻብ መጀመርታ ወንጌል ዝሰምዑሉን ዝኣመኑሉን ግዜ ኣትሒዙ ዝነበሮም ትእዛዝ ብምዃኑ ብሉይ ትእዛዝ በሎ። ጐይታና የሱስ ክርስቶስ ሓድሽ ትእዛዝ ስለ ዝበሎ ኸኣ ሓድሽ ትእዛዝ በሎ። ምኽንያቱ የሱስ ክርስቶስ ሓድሽ ትእዛዝ እእዝዘኩም ኣለኹ እዩ ኢልዎም። እቲ ሓድሽ ትእዛዝ እቲ እቲ ትእዛዝ ንሓድሕድ ምፍቓር ምዃኑ ኸኣ ብውሕዘት ሓሳብ እቲ ዓውደ ንባብ ቀረባ ግሁድ ኮይኑ ኣሎ ኣብ ቀዳማይ መልእኽቲ ዮሃንስ ምዕራፍ ክልተ ቁጽሪ ትሽዓተ ክሳዕ ዓሰርተ ሓደ ዘሎ ነዚ ትእዛዝ ንሓድሕድ ምፍቓር እዚ ድማ የሱስ ክርስቶስ እዩ በታ እተተሓዘላ ለይቲ ኣብ ወንጌል ዮሃንስ ምዕራፍ ዓሰርተን ሰለስተ ቁፅሪ ሰላሳን ኣርባዕተን ተፃሒፉ ከም ዘሎ ንሓድሕድኩም ክትፋቐሩ ከምቲ ኣነ ዘፍቀርኩኹም ከምኡ ጌርኩም ክትፋቐሩ ሓድሽ ትእዛዝ እህበኩም ኣለኹ ኢልዎም ኣሎ። ስለዚ ነቲ ትእዛዝ ንሓድሕድ ምፍቓር ሓድሽ ትእዛዝ በሎ። ሓድሽ ትእዛዝ ብምባሉ ኸኣ እቲ ዝነግሮ ዘሎ ሓሳብ እዚ እዩ፣ ንብጻይካ ኸም ነፍስኻ ኣፍቅር ዝብል ኣብ ብሉይ ኪዳን ትእዛዝ ከም ዝነበረ ንፈልጥ ኢና። እቲ ኣብዚ ሓድሽ ክኸውን ዝገበሮ ግና ከምቲ ኣነ ዘፍቀርኩኹም ዝብል መዐቀኒ ወይ መለክዒ ወይ ደረጃ እቲ ዓይነት ፍቕሪ እዩ ማለት እዩ። ኣብ ብሉይ ኪዳን ከምታ ንነፍስኻ እተፍቅራ ጌርካ ንብጻይካ ኣፍቅሮ እዩ። ሕጂ ግና ከምታ ኣነ ዘፍቀርኩኹም እቲ ደረጃ እቲ ፍቕሪ ልዕል ኢሉ ኣሎ። ከምቲ ኣምላኽ ብየሱስ ክርስቶስ ገይሩ ዘፍቀረና በታ መስፈር ፍቕሪ እቲኣ ገርና ክንፋቐር እዩ ዝነግረና ዘሎ። እቲ ሓድሽ ክኸውን ዘበሎ ንሱ እዩ ማለት እዩ። ሃዋርያ ዮሃንስ ድማ ነቲ ትእዛዝ እቲ ንባዕሉ እቲ ኻብ መጀመርታ ዝሰምዕዎን ዘለዎምን ትእዛዝ ስለ ዝኾነ ብሉይ ትእዛዝ በሎ። ስለዚ ብሉይ ዝበለሉ ምኽንያት ወንጌል ክሰምዑ ከለዉ ኣትሒዙ ምስኦም ዝነበረ ስለ ዝኾነ እዩ። ሓድሽ ዝበለሉ ምኽንያት ከኣ ነታ የሱስ ክርስቶስ ሓድሽ ስለ ዝበሎ የሱስ ክርስቶስ ሓድሽ ዝበለሉ ምኽንያት ከዓ እቲ ደረጃ መሐቀን እቲ ፍቅሪ እምበር ከምቲ ከም ነፍስኻ ጌርካ ንብጻይካ ኣፍቅሮ ዝብል ትእዛዝ ስለ ዘይነበረ ኣይኮነን ብመጀመርታ እታ ክርስቶስ ንኣና ዘፍቀረላ ፍቅሪ ንሓድሕድ ክንፋቀር ስለ ዝነገረና ድማ ሓድሽ ትእዛዝ በሎ ሕልፍ ኢለ ክኸይድ እየ ናብቲ ካልኣይ ክፋል ናይቲ ሓረግ፣ ብእኡን ብኣኻትኩምን ሓቂ ዝኾነ ኢሉና። እዚ ሓድሽ ትእዛዝ እዚ ብእኡን ብኣኻትኩምን ሓቂ ዝኾነ ኣብዚ ትግርኛና ዘይተተርጎመ እቲ ክትርጎም ዝግብኦ ሃ ዝበሃል ቃል ኣሎ ክንዲ ስም እዩ። እዚ ቃል እዚ እዚ ክንዲ ስም እዚ ከዓ ረባሕታ ናይቲ ሆስ ዝበሃል እዩ ኣዛማዳይ ክንዲ ስም ወይ ከዓ ሬላቲቭ ፕሮናውን እዩ ማለት እዩ እቲ ክንዲ ስም ብመልክዕ ንፅል ቁፅሪ ኣጓጉላይ ፆታዊ ወፊሩ ምህላው ከዓ እቲ ነገር እቲ ዘስምዕ ትርጉም ሓዚሉ እዩ ወፊሩ ዘሎ ነዚ ትርጉሙ እዚ ሓዚሉ ኸኣ ነቲ ትእዛዝ ፍቕሪ ወይ ነቲ እቲ ብሉይ ትእዛዝ ንሱ እቲ ሓድሽ ትእዛዝ ንዝብል ሓረግ ወኪሉ ወፊሩ ክህሉ ይከኣል እዩ። እቲ ዝሓሸ ወኪልዎ ከም ዘሎ ጌርካ ክውሰድ ዝምረጽ ከኣ እቲ ካልኣይ እዩ ማለት እዩ፣ እቲ ሓድሽ ትእዛዝ ዝብል እዩ ማለት እዩ። እዚ ሓድሽ ትእዛዝ እዚ ሓቂ ኣብኡ ሓቂ ናብ ሓቂ ዝተተርጎመ ኣለተያ ዝበሃል ቃል ኣሎና ሓቂ ክውን ነገር ሓቂ ዝኾነ ነገር ዘስምዕ ትርጉም ዝህብ ቃል እዩ ኣብ ሓድሽ ኪዳን ኣስታት ሚእትን ኣርባዕተን ግዜ ኣቢሉ ወፊሩ ዘሎ ቃል ከዓ እዩ ሃዋርያ ዮሃንስ ድማ ኣብዛ መልእኽቱ እዚኣ ትሽዓተ ግዜ ኣውፊርዎ ኣሎ። ቅድም ኣብ ምዕራፍ ሓደ ኣብ ቁጽሪ ሽዱሽተ ኣብ ቁጽሪ ሸሞንተ ኣብ ምዕራፍ ክልተ እውን ኣብ ቁጽሪ ኣርባዕተ ረኺብናዮ ተዛሪብናሉ ኣሎና። እቲ ዝኾነ ተተርጒሙ ዘሎ ኤስተን ዝበሃል ቃል ከዓ ህልዊ እዋን ኣመልካቲ ዓንቀጽ እቲ ኤይሚ ዝበሃል ሓጋዚ ግሲ እዩ። ስለዚ እቲ ኣብኡን እቲ ብእኡን ብኣኻትኩምን ሓቂ ዝኾነ ዝበል ሓረግ ግና ኣብኡን ኣባኻትኩምን ሓቂ ዝኾነ ክትርጎም እውን ይከኣሎ እዩ። እቲ ናብ ኣብ ተርጒመዮ ዘለኹ ብ ተተርጒሙ ዝነበረ ኢን ዝበሃል ቃል ብ ትርጎም ይኽእል እዩ ኣምር መሳርሒ ንክገልጽ ኣብ ኣብ ውሽጢ ኣብ ጽፍሒ ከስምዕ ውን ክትርጎም ውን ይኽእል እዩ ኣምር ጽፍሒ ንኽገልጽ ማለት እዩ ስለዚ እቲ ቃል ብክልቲኡ መገዲ ክትርጎም ይኽእል ከም ዝኾነ ንሓዞ ኣብዚ ኣምር መሳርሒ ኢንስትሩመንታል ኬዝ ክገልጽ ድዩ ወፊሩ ዘሎ ወይሲ ኣምር ጽፍሒ ሎከቲቭ ኦር ስፊር ክገልጽ እዩ ወፊሩ ዘሎ በቲ ውሕዘት ሓሳብ ክንሪኦ ኢና ስለዚ ኣብዚ ዓውደ ንባብ እዚ ነቲ ኣምር ጽፍሒ ዝገልጽ ትርጉም ሓዚሉ ኣብ ኣብ ውሽጢ ኣብ ጽፍሒ ዘስምዕ ትርጉም ሓዚሉ እዩ ወፊሩ ዘሎ እቲ ብኡ ተተርጒሙ ዝነበረ ኣነ ግና ኣብኡ ተርጒመዮ ዘለኹ ኡ ዝበሃል ኣውትኦይድ ዝበሃል ቃል ከኣ ሕቲ ኣንፋታይ ጽፍሒ ማለት ዴቲቭ ሎኮቲቭ ኬዝ ሳልሳይ ኣካል ንጽል ቁጽሪ ተባዕታይ ጾታ ግላዊ ክንዲ ስም ወይ ፐርሰናል ፕሮናውን እቲ ኣውቶስ ዝበሃል ክንዲ ስም እዩ። እዚ ክንዲ ስም እዚ ኸኣ ንሱ ባዕሉ ገዛእ ርእሱ ዘስምዕ ትርጉም ዝህብ እዩ። ኣብዚ ቦታ እዚ ኸኣ ብብርሃን እቲ ዝስዕብ ጥቕሲ ክረኣይ ከሎ እቲ ዝስዕብ ኢለዮ ኣለኹ እቲ ዝሓለፈ ጥቕሲ ክትርጎም ተገብኦ ክብል ምተገባኣኒ ምዕራፍ ክልተ ቁፅሪ ሽዱሽተ ዘሎ ንክርስቶስ ወኪሉ ወፊሩ ዘሎ እዩ ዝመስል ስለዚ እዚ ኣብ ክርስቶስን ኣባኻትኩምን ሓቂ ዝኾነ እዩ ዝብል ዘሎ ስለዚ እቲ ብኡ ተተርጊሙ ዘሎ ኢን ኣውቶኦይ ዝበሃል ሓረግ ኣብኡ ወይ ኣብ ውሽጡ ዘስምዕ ትርጉም ዝህብ ሓረግ መስተዋደዳዮት እዩ ቐጺሉ ኸኣ ንተተርጎመ ካይ ዝበሃል መስተጻምራይ ኣሎ ኣብ ካልኦት እውን ዝገልጽ ሓሳብ ኣለዎ ብኣኻትኩም እውን ተተርጒሙ ዝነበረ ኣባኻትኩም እውን ኣብ ዘስምዕ ትርጉም እዩ ሓዚሉ ወፊሩ ዘሎ እቲ ኣባኻትኩም ክብል ሁሚን ዝበሃል ቃል እውን ሕቲ ኣንፋታዮት ጽፍሒ ወይ ከዓ ዴቲቭ ሎከቲቭ ኬዝ ካልኣይ ኣካል ብዙሕ ቁፅሪ ግላዊ ክንዲ ስም እቲ ሱ ዝበሃል ክንዲ ስም እዩ እዚ ክንዲ ስም ብመልክዕ ኻልኣይ ኣካል ብዙሕ ቁጽሪ ወፊሩ ምህላዉ ድማ ነቶም ሃዋርያ ዮሃንስ ኣብቲ መኽፈቲ እቲ ቃል ኣቱም ደቀይ ወይ ኣቱም ፍቁራት ዝበሎም ቀዳሞት ተቐበልቲ ነበብትን መልእኽቱ ወኪሉ ወፊሩ ምህላዉ እቲ ሰዋስው ይነግር ኣሎ። እቲ ክንዲ ስም ብመልክዕ ሕቶ ኣንፋታዮት ጽፍሒ ወይ ከኣ ዴቲቭ ሎኮቲቭ ወፊሩ ምህላዉ ድማ፣ ኣባኻትኩም ወይ ኣብ ውሽጥኹም ዝብል ሓሳብ እዩ ዝገልጽ ዘሎ ስለዚ እቲ ኣባኻትኩም ዝብል ተተርጉመ ተርጉመዮ ዘለኹ ኢን ሁሚኢን ዝብል ሓረግ ኣባኻትኩም ወይ ኣብ ውሽጥኹም ዘስምዕ ሓሳብ ሓዚሉ እዩ ወፊሩ ዘሎ ስለዚ እቲ ብእኡን ብኣኻትኩምን ሓቂ ዝኾነ ዝብል ሓረግ እቲ ሓድሽ ትእዛዝ ፍቕሪ ቅድም ኣብ የሱስ ክርስቶስ ወይ ኣብ ክርስቶስ የሱስ ሓቂ ከም ዝኾነን ቀጺሉ ኣብቶም ብሓድሽ ልደት ኣብ ካብ ኣምላኽ እተወልዱ ሰዓብቱ ሓቂ ከም ዝኾነን ዝነግር ትእዛዝ ወይ ዝነግር ሓረግ እዩ። እቲ ሓድሽ ትእዛዝ ፍቕሪ ኣብ ህይወት የሱስ ክርስቶስን ኣብ ህይወት እቶም ብሓድሽ ልደት ካብ ኣምላኽ እተወልዱ ቐዳሞት ተቐበልትን ነበብትን እዛ መልእኽቲ እዚኣን ሓቂ ዝዀነ ትእዛዝ እዩ። ክዉን ዝዀነ ትእዛዝ እዩ። ኣብቶም ቀዳሞት ተቐበልትን ነበብትን እዛ መልእኽቲ እዚኣ ግና ኣብቶም ብ ብኣኻይዳኦም ንክርስቶስ ዝመስሉ ጥራይ እዩ ሓቂ ዝኸውን ከምቲ ኣብ ክርስቶስ ብምልኣት ሓቂ ዝኾነ ኣብ ኣማኒ ዘበለ ኩሉ ሓቂ ኣይኸውንን እዩ ኣብቶም ከምቲ ክርስቶስ እተመላለሶ ኮይኖም ዝመላለሱ ብኣኻይዳኦም ንክርስቶስ ዝመስሉ ኣባታቶም እዩ ሓቂ ዝኸውን ማለት ኣብቶም ነቲ ኣብቲ ካልኣይ ምዕራፍ ቁፅሪ ሽዱሽተ እቲ ኣብኡ ነብር ኣለኹ ዝብል ከምቲ ንሱ እተመላለሶ ንሱ እውን ከምኡ ኮይኑ ክመላለስ ይግብኦ እዩ ዝብል ትእዛዝ እናተኣዘዝዎ ዝነብሩ ጥራይ ይኸውን ሓቂ ዝኸውን ልክዕ እዚ ኢልና ሕጂ ናብታ ካልኣይቲ ሓረግ ናይታ ጥቕሲ ክኸይድ እየ፣ ምስታ ዘላትኒ ግዜ ቅልጥፍ ቅልጥፍ ኢለ ክኸይድ እየ። ጸልማት ሓሊፉ እዩ እሞ፣ እቲ ብርሃን ሓቂ እውን ድሮ እኳ ይበርህ ኣሎ ኢሉ ነጊሩና ኣሎ። ኣብዚ እሞ እተተርጎመ ሃቲ ዝበሃል ቃል ኣሎ፣ ነቕልበሉ። እዚ ኸኣ ማለት ዘስምዕ ትርጉም ሓዚሉ እዩ ወፊሩ ዘሎ። ነቲ ኣብቲ ቀዳማይ ሓረግ ናይ ቁጽሪ ሸሞንተ ከም ብሓድሽ ብእኡን ብኣኻትኩምን ሓቂ ዝኾነ ሓድሽ ትእዛዝ ጽሕፈልኩም ኣለኹ ኢሉ ዝገለጾ ናቱ መግለጺ ይህብ ከም ዘሎ እዩ ዝነግረና ዘሎ። ስለዚ ነዚ እሞ ተተርጒሙ ዘሎ መስተጻምራይ ኣምሪሑ መግለጺ እቲ ኣብቲ ቀዳማይ ሓረግ ዝበሎ ሓረግ ይህብ ኣሎ። ነዚ መግለጺ ሓሳብ ዝሓዘ ሓረግ እዚ ቀሪብና እናተገንዘብና ክንሪኦ ከኣ ኣብ ክልተ ክንከፍሎ ኢና፣ ጸልማት ሓሊፉ እዩ እሞ። ኢሉና ኣሎ። እቲ ሃት እዩ ዝብል ሕልፍ ኢለዮ ክኸይድ እየ። እቲ ናብ ጸልማት ተተርጒሙ ዘሎ ፐ ስኮቲያ ዝበሃል ቃል እዩ። ሕቲ ሰማያይ፣ ንጽል ቁጽሪ፣ ኣንስተይቲ፣ ጾታ፣ ወሳናዮት ስም ወይ ኣርቲኩላር ናውን እቲ ስኮቲያ ዝበሃል ቃል እዩ። እዚ ስም እዚ ጸልማት ወይ ብርሃን ኣልቦ ጸልማት ዘስምዕ ትርጉም ዝህብ እዩ። በቲ ብውስጠዘ ትርጉሙ ክትወሰድ ከሎ ከኣ ድንቁርና ነገራተ ኣምላኽ፣ ርኽሰት፣ ውጽኢት እቲ ጸልማት ዝኾነ ስቓይ ገሃንም ዘስምዕ ትርጉም እውን ይህብ እዩ። በዚ መዛርዕ እዝን ነዚ ትርጉም እዚ ሓዚሉን ድማ ኣብ ሓድሽ ኪዳን ዓሰርተ ሽዱሽተ ግዜ ወፊሩ ኣሎ ኣብቲ ምዕራፍ ሓደ ቁፅሪ ሓሙሽተ ረኺብናዮ ብዙሕ ግዜ ስለወሲድና ስለ ዝገለፅናዮ ሕጂ ክንዱ ዝኣክል ኣብዚ ግዜ ኣይክንወስደሉ ኢና እሱ ዝገልፆ ዘሎ ሓሳብ ልክዕ ንሱ እዩ ብዘይካ ኣብዞም ክልተ ኣብ ማርቆስ ኣብ ሉቃስን ኣብ ማቴዎስን ዘለዉ ከኣ እቲ ቃል ኣብ ሓድሽ ኪዳን ኣብ መልእኽትታትን ኣብ ወንጌልን ዮሃንስ ጥራይ ተጻሒፉ ዘሎ ነዚ ስኮትያ ዝብል ቃል እዚ ማቴዎስ ኣብ ምዕራፍ 10 ቁጽሪ 27 ተጠቒሙሉ ኣሎ ሉቃስ ከኣ ኣብ ምዕራፍ ዓሰርተው ክልተ እቲ ወንጌሉ ኣብ ቁጽሪ ሰለስተ ተጠቒምሉ ኣሎ። እቶም ዓሰርተው ኣርባዕተ ግዜ ውፍረታቱ ግና ሃዋርያ ዮሃንስ ጥራይ እዩ ኣውፊርዎ ዘሎ። እቲ ኣብ ሓድሽ ኪዳን ተዘውቲሩ ዘሎ ቃል ግና እቲ ንሱ እውን ካብ ሓደ ጉንዲ ቃል ዝመጸ ስኮቶስ ዝበሃል ቃል እዩ። እዚ ኣብ ሓድሽ ኪዳን ዕስራን ሸሞንተን ግዜ ወፊሩ ኣሎ። ካልእ ኣብ ሓድሽ ኪዳን ወፊሩ ዘሎ ጸልማት ዝትርጎም ቃል ድማ እቲ ዞፎስ ዝበሃል ቃል ግሪኽ እዩ። ነዚ ቃል እዚ ድማ ጴጥሮስን ይሁዳን ጥራይ እዮም ኣውፊሮምዎ ዘለዉ። ኣብ ካልኣይ ጴጥሮስ ምዕራፍ ክልተ ቁጽሪ ኣርባዕተ ቁጽሪ ዓሰርተ ሸውዓተ ኣብ ይሁዳ እውን ምዕራፍ ሓንቲ ኣታ ምዕራፋ ኣብ ቁጽሪ ሽዱሽተን ኣብ ቁጽሪ ዓሰርተው ሰለስተን ጴጥሮስ ንኽልቲኦም ቃላት ኣመራሪሑ ኣብቲ ምዕራፍ ክልተ ካልኣይ መልእኽቱ ኣብ ቁፅሪ ዓሰርተ ሸውዓተ ንሳቶም ማይ ዘይብሉ ዔላታት ህቦቡላ ዝኽብክቦ ግመን እዮም ንኣታቶም ግብ ዝበለ ጸልማት እታ ግብ ተተርጒማ ዘላ እታ ዞፎስ ትበሃል ቃል እያ፣ እታ ጸልማት ተተርጒማ ዘላ ከኣ እታ ስኮቶስ ትበሃል ቃል እያ፣ ንዘለኣለም ተኣኪቡሎም ኣሎ ኢሉ ነቲ ናይ ዘለኣለም ፍርዲ ኣብ ገሃንም ንዝንበር ግብ ዝበለ ጸልማት ኢሉ ተርጒምዎ ገሊጽዎ ኣሎ። ሃ ዞፎስ ቶው ስኮቱ ቶውስ ዝብል ኢሉ ገሊጽዎ ኣሎ። ይሁዳ እውን ልክዕ ብከምኡ ዓይነት መገዲ ኣብቲ ምዕራፍ ሓደ ኣብ ቁፅሪ ዓሰርተ ሰለስተ ነቲ ነውሪ ርእሶም ዘዕፍርዎ ብርቱዓት ማዕበል ባሕሪ ብርግርግ ዝብሉ ከዋኽብቲ እዮም ነዚኣቶም ግብ ዝበለ ጸልማት ንዘለኣለም ተዓቂረሎም ኣሎ ኢሉ ቃል ንቃል እቲ ጴጥሮስ ዝበሎ ንሱ ንባዕሉ እዩ ኣብ ኦሪተ ጥንታውያን ኣጠቃቅማ ግሪክ ድማ እቲ ስኮቶስ ዝበሃል ቃል ካብቲ ዞፎስ ዝበሃል ቃል ዝተፈለየን ካብኡ ዝበርተዐን ዝተረረን ትርጉም ዝህብን ቃል ኮይኑ እዩ ዝዝውተር። እቲ ዘመሓላልፎ ትርጉሙ ድማ ብእንታይነት ባህሪኡ ተቓራናይት ብርሃን ምዃኑ እዩ። ስለዚ እዚ ጸልማት ተተርጒሙ ዘሎ ስኮትያ ዝበሃል ቃል እዚ ንብሰሪ ሓጢኣት ዝኾነ ጸልማት ክገልጽ እዩ ወፊሩ ዘሎ ኣብዚ ቦታ እዚ ልክዕ ከምቲ ኣብ ምዕራፍ ሓደ ቁፅሪ ሓሙሽተ ዝረኸብናዮ ነቲ ተፈጥሮኣዊ ጸልማት ዝገልጽ ትርጉሙ ኣይኮነን ሓዚሉ ወፊሩ ዘሎ ንመንፈሳዊ ጸልማት ተቃራኒ እቲ ብርሃን ዝኾነ ኣምላኽ ምስቲ ባህሪ ኣምላኽ ዝጻረር፣ ዝቃረን፣ ብእንታይነቱ ተቃራኒ እንታይነት ኣምላኽ ዝኾነ ጸልማት ዝገልጽ ሓሳብ እዩ ዘለዎ። እቲ ጸልማት ሓሊፉ እዩ ኢሉና ኣሎ። ፓራ ጌታይ ሳልሳይ ኣካል ንጹል ቁጽሪ ህልወ እዋን ማእከላይ ዓምድ ኣመልካቲ ዓንቀጽ እቲ ትርጉም እቲ ሰዋስ ክንትንትኖ ከለና ዘለዎ ጥቕሚ ረኣይዎ ኢኹም ኣብዚ ትግርኛና ሓሊፉ እዩ ኢለና ኣሎ ግን ህልው እዋን ይሓልፍ ኣሎ ክትርጎም ተገቦ ጸልማት ይሓልፍ ኣሎ ምሕላፍ ጀሚሩ ኣሎ ሓሊፉ ግን ገና ኣይተወደአን ኣሎ ኣብዚ ትግርኛና ግና ሓሊፉ እዩ ብምባሉ ሓሊፉ ከም እተወደኤ ገይሮም እዮም ተርጒሞምዎ ዘለዉ ነቕልበሉ ኢና። እቲ ብቕድመ ጥብቆ ተለቂቡ ዘሎ ፓራ ዝበሃል ምስ ኣብ ጎኒ፣ ኣብ ጥቓ፣ ኣብ ማዕረ ዘስምዕ ትርጉም ዝህብ መስተዋድድ ኣዩ። እቲ ኣገኦ ዝበሃል ቀንዲ ጉንዲ እቲ ግሲ ድማ ምምራሕ፣ መሪሕካ ምውሳድ፣ መሪሕኻ ምውጻእ፣ መሪሕኻ ምብጻሕ ዘስምዕ ትርጉም ይህብ። ክልቲኦም ብሓደ ምስ ተጸመሩ ከኣ መሪሕካ ምሕላፍ፣ መሪሕካ ምውሳድ፣ መሪሕካ ምኽያድ፣ መሪሕኻ ምሕላፍ ዘስምዕ ትርጉም ዝህብ ቃል ኣቖሙ። እዚ ቃል እዚ ከኣ ኣብ ሓድሽ ኪዳን ዓሰርተ ግዜ ወፊሩ ኣሎ። እቲ ዘስምዖ ዘሎ ኣምር ምሕላፍ ድማ ልክዕ ከምቲ ማቴዎስ ኣብ ወንጌል ማቴዎስ ምዕራፍ ዕስራ ቁጽሪ ሰላሳ እንሆ ድማ ክልተ ዕዉራት ኣብ ወሰን መገዲ ተቐሚጦም ነበሩ፣ የሱስ ይሓልፍ ከም ዘሎ ፓራገይ ምስ ሰምዑ፣ ጐይታይ ወዲ ዳዊት መሓረና እናበሉ ጨርሑ። ይሓልፍ ከም ዘሎ ተተርጒሙ ኣሎ ነቕሉ በሎ። ሃዋርያ ዮሃንስ ድማ ኣብዚ ዓሚምናዮ ዘለና ምዕራፍ እዚ ኣብዚ ካልኣይ ምዕራፍ ናይ መልእኽቲ ዮሃንስ ቁጽሪ ዓሰርተ ሸውዓተ ዓለም ትሓልፍ እያ ፓራ ገታይ ነቅል በሉን ኣብዚ ትክክል ተርጉሞምዎ ኣለው ትሓልፍ እያ ወይ ትሓልፍ ኣላ ፍትወታ ከኣ እቲ ንፍቃድ ኣምላኽ ዝነብር ግና ንዘለኣለም ይነብር ኢልና ኣሎ ሃዋርያ ጳውሎስ ከኣ ኣብ ቀዳማይ ቀረንቶስ ምዕራፍ ሸውዓተ ቁፅሪ ሰላሳን ሓደን ንብረት እዛ ዓለም እዚኣ ሓላፊ እዩ እሞ ኢሉ ኣብዚ ፓራ ገይ ኢልዎ ኣሎ ንብረት እዛ ዓለም እዚኣ ይሓልፍ ኣሎ ነባሪ ኣይኮነን ዝብል ሓሳብ እዩ ዘለዎ እቶም በዛ ዓለም እዚኣ ዝጥቀሙ ከም ዘይተጠቕሙ ይኹኑ ኢሉ ተጠቒምሉ ኣሎ እቲ ግሱ ብመልክዕ ህልው እዋን ወፊሩ ምህላው ጸልማት ብቐጻሊ ጸኒዓ ትሓልፍ ምህላዋ ተሰዋሱ ይነግር ኣሎ እቲ ግሲ ብመልክዕ ማእከላይ ዓምድ ወፊሩ ምህላዉ ድማ፣ ጸልማት ባዕላ ብባዕላ ኣብ ባዕሉ ግብሪ ምሕላፍ እናገበረት ትሓልፍ ምህላዋ እቲ ሰዋስው ይነግር ኣሎ። ልክዕ ከምዚ ኣብ ቤት፣ መብራህቲ ክትውልዖ ወይ ከተብርሆ ከለኻ ጸልማት ባዕሉ ዝሃድም ከምኡ ኸኣ እቲ ብርሃን ኣምላኽ ተገሊጹ እናደፈኤ ክመጽእ ከሎ፣ ጸልማት ከኣ እናሓለፈ እናሃደመ እናሓለፈ ይኸይድ ከም ዘሎ እዩ ዝነግረና ዘሎ። እቲ ግሲ ብመልክዓ መልካ እቲ ዓንቀጽ ወፊሩ ምህላዉ ኸኣ፣ ጸልማት ትሓልፍ ማህላዋ ንሃዋርያ ዮሃንስ ግሁድ ኮይኑ ዝረኣዮ ዝነበረ ክዉን ሓቂ ምዃኑ እቲ ሰዋስው ይነግረና ኣሎ። እቲ ብርሃን ሓቂ እውን ድሮ እኳ ይበርህ ኣሎ። ኣብዚኣ ይበርህ ኣሎ ኢሎም ሓደ ዓይነት ሰዋስዩ ትኽክል ተርጒሞምዎ ኣለዉ። እቲ ሓሊፉ እዩ ተተርጒሙ ዘለውን ይሓልፍ ኣሎ ከምዚ ክትርጎም ምተገብኦ ነበረ። እቲ ብርሃን ዝብል ቶፎስ ዝብል ቃል እዩ። ሕልፍ ኢለዮ ክኸይድ እየ ደጋጊምና ኣብዚ ስለ ዝረኸብናዮ ኣብዛ መልእኽቲ እዚኣ ነዊሕ ግዜ ወሲድና እውን ስለ ዝተዘራረብና ኣለዉ።

እዚ ቅጽል እዚ ድማ ሓቂ ዝኾነ ሓቀኛ ቁኑዕ ዘስምዕ ትርጉም ዝህብ ቅጽል እዩ እቲ ግዜ ስለ ዘየፍቅደለይ ዘሎ ሕልፍ ኢለዮ ክኸይድ እየ ግን ኣለቲኖስ እታ ኖስ ትበል ዘላ ድሕረ ጥብቆ ብእንታይነት ባህሪኡ ዝገልጽ ሓሳብ እዩ ዘለዎ ኮስ ዝብል ሓደ ቃል ኮይኑ ኮስ እንተ ደኣ ኮይኑ ግና ዝረዓሞ እተቐበሎ ዝረዓሞ ዘስምዕ ሓሳብ እዩ ዘለዎ። እቲ ኖስ ዝብል ግና ብእንታይነት ባህሪኡ ከምኡ ዝኾነ ብተፈጥሮኡ ከምኡ ዝኾነ ስለዚ ብርሃን ሓቂ እቲ ብእንታይነቱ ንሱ ዝኾነ ብርሃን እዩ ዝብለና ዘሎ እቲ ሓሳብ ነቕልበሉ ኢና። እቲ ቃል እምበኣር ኣብ ሓድሽ ኪዳን ዕስራን ሽዱሽተን ግዜ ወፊሩ ኣሎ። ስለዚ ሓቂ ዝኾነ ዘስምዕ ሓሳብ እዩ ዘለዎ። እቲ ቃል ብመዛርዕ ቅጽል ወፊሩ ምህላው ድማ ባህሪ እቲ ዝገልጾ ዘሎ እዮት ወይ ነገር ሓቂ ምዃኑ እዩ ዘፍልጥ ዘሎ። ስለዚ ሃዋርያ ዮሃንስ ድማ እቲ ሓድሽ ትእዛዝ ኣብ ተመክሮ ክርስቶስ የሱስን ኣብ ተመክሮ እቶም ብሓድሽ ልደት ካብ ኣምላኽ እተወልዱ ኣመንቲ ክርስትያናትን ክዉን ሓቂ ዝኾነ ትእዛዝ ምዃኑ እዩ ዘፍልጥ ዘሎ። ድሮ እኳ እተተርጎመ ኤዴ ዝበሃል ቃል ኣሎ። ኣብ መወዳእታስ ሕጅስ ድሮ ሽዑ ሽዑ ህሉው ብኡ ብኡ ዘስምዕ ሓሳብ ኣሎ። እቲ ቃል ሓምሳን ሓሙሽተን ግዜ ኣብ ሓድሽ ኪዳን ወፊሩ ረኺብናዮ ኣሎና ተውሳኸ ግሲ እዩ ይበርህ ኣሎ ብርሃን ሓቂ ይበርህ ኣሎ ፋይ ነይ እታ ቃል ንስኣ ንጽል ቁጽሪ ቀጻሊ ህልው እዋን Linear Present Tense እዩ። ገቢራዊ ዓምድ ኣመልካቲ ዓንቀጽ እቲ ፋይንኦ ዝበሃል ግሲ እዩ። ስለዚ እዚ ግሲ እዚ ምብራህ፣ ምግሃድ፣ በሪህካ ምርኣይ፣ ተጋሂድካ ምርኣይ ወይ ኣብ ብርሃን ምቕራብ ዘስምዕ ሓሳብ ዝህብ እዩ። ሰላሳ ግዜ ዝኸውን ኣብ ሓድሽ ኪዳን ወፊሩ ኣሎ። እቲ ግሲ ብመልክዕ ህልው እዋን ወፊሩ ምህላዉ ድማ እቲ ብርሃን ካብቲ እቲ ወዲ ኣምላኽ ስጋ ዝለበሰሉ ግዜ ጀሚሩ ኹሉ ሳዕ ብዘይ ምብታኽን ብዘይ ምቑራጽን ብቐጻሊ ይበርህ ምህላዉ እቲ ሰዋስው ይነግር ኣሎ። ኣባና ኣብቶም ብሓድሽ ልደት እተወለድና ኸኣ ልክዕ ኸምኡ እቲ ብርሃን ክበርህ ጀሚሩ ኣሎ፣ ክበርህ ከሎ ኸኣ ይደፍእ ኣሎ። ጸልማት ከኣ እቲ ብርሃን እናወረረን እቲ ብርሃን እናጥቀዐ ክመጽእ ከሎ ንሱ ከኣ ስፍራ እናለቐቐ እናሃደመ ስፍራ እናለቐቐ እናሃደመ ይሓልፍ እዩ ዘሎ። ስለዚ ዋላ እኳ ፍጹማን ኮይንና ከነፍቅር እንተ ዘይከኣለና ልክዕ ከምታ ክርስቶስ ዘፍቀራ ናብኡ ኣቢልና ንኸይድ ኢና። ብኸምኡ ከይነፍቅር ዝዓግተና ዘበለ ጸልማት እናሃደመ እናሓለፈ ይኸይድ ኣሎ፣ እቲ ብርሃን ሓቂ ከኣ እግዚኣብሔር ኣምላኽ ይመስገን ይበርህ ኣሎ። እቲ ብርሃን ካብ መጀመርታት ወዲ ኣምላኽ ስጋ ዝለበሰሉ ግዜ ጀሚሩ ክሳዕ እዛ መልእኽቲ እዚኣ እተጸሓፈትሉ ግዜን ካብኡ ንነጀው ክሳዕ ሎምን ብቐጻሊ ጸኒዑ ይበርህ ምህላዉ እቲ ሰዋስው ይነግረና ኣሎ። እግዚኣብሄር ኣምላኽ ይመስገን እምበኣር እቲ እቲ ጸልማት ይሓልፍ ኣሎ እሞ እቲ ብርሃን ሓቂ እውን ወይ ከዓ እቲ ብርሃን ሓቂ ከዓ ድሮ ይበርህ ኣሎ ዝብል ሓረግ ምስቲ ዝፀሕፈሎም ዝነበረ ሓድሽ ትእዛዝ ተተሓሒዙ ከም ዘሎ ነቕልቦ ኣሎ። እቲ ዝገልፆ ዘሎ ነጥቢ ድማ እዚ እዩ። እቲ ኣብ የሱስ ክርስቶስን ኣብቶም ቀዳሞት ተቐበልቲ እዛ መልእኽቲ እዚኣን ሓቂ ዝኾነ ሓድሽ ትእዛዝ ፍቕሪ እዚ ብርሃን ሓቂ እዚ እቲ ድሮ እኳ ዝበርህ ዘሎ ዘመን ብርሃን እምበር ትእዛዝ እቲ ዝሓልፍ ዘሎ ዘመን ጸልማት ኣይኮነን። እቲ ዘመን ጸልማት ይሓልፍ እዩ ዘሎ፣ ዘመን ብርሃን ግና ይበርህ ኣሎ። ኣብ ዘይበጽሖ ዘበለ ኩሉ እናዓመመ ኸኣ ይኸይድ ኣሎ። እታ ትእዛዝ ፍቕሪ እሲ ኣካል እዚ ዘመን ብርሃን ብምጽኣት የሱስ ክርስቶስ ብስጋ ምልባስ የሱስ ክርስቶስ ዝመጸ ብርሃን እሞ እናደፈኤ እናደፈኤ ዝኸይድ ዘሎ እዩ የሱስ ክርስቶስ ስጋ ለቢሱ ክመጽእ ከሎ ዋላ ሓደ እኳ ከጥፍኦ ዘይከኣሎ ብርሃን ሓቂ ንዓለም ኣምጽኡ እቲ የሱስ ክርስቶስ ባዕሉ ዝገለጾን ንደቀ መዛሙርቱ ዝኣዘዞን ሓድሽ ትእዛዝ ፍቕሪ ድማ መለለይ ባህሪ እቲ ዝመጽእ ዘሎ ዘመን ብርሃን እዩ እዚ ሕጂ ዝሓልፍ ዘሎ ጸልማት እዚ ህሉው ዘመን እዚ ድማ ሓሊፉ ንዘልዓለም ክጠፍእ ተወሲኑ እዩ። ካልኣይ መልእኽቲ ቀዳማይ መልእኽቲ ዮሃንስ ምዕራፍ ክልተ ቁጽሪ ዓሰርተ ሸውዓተ ስለዚ እቲ ድሮ እኳ ይበርህ ኣሎ ዝብል ሰንሰለት ቃላት ነቲ ኣብ ምጽኣት የሱስ ክርስቶስ ብምልኣት በሪሁ ዝገሃድ ዓወት ሓቂ ኣብ ልዕሊ ስሕተት ዓወት ብርሃን ከኣ ዓወት ብርሃን ኣብ ልዕሊ ጸልማት ዓወት ፍቕሪ ኣብ ልዕሊ ጽልኢ ዓወት ክርስቶስ ኣብ ልዕሊ ሰይጣንን ስርሑን ዝገልጽ ሰንሰለት ቃላት እዩ ኣብዚኣ ጠጠው ከብላ እያ እታ ሰዓተይ ኣኺላ ኣላ ይድውሉለይ እውን ኣለዉ እቲ ግዜ እቲ ካልእ ፕሮግራም ዝጅምረሉ ግዜ ኣኺሉ ኣሎ እግዚኣብሔር ኣምላኽ ይባረኽኩም ንሕቶን መልስን ኣብቲ ዝመጽእ ዘሎ ግዜ ሕቶ ኣለኩም እንተ ኮይንኩም ሒዝኩሞ ክትጸንሑ ኢኹም። ንሕጂ ግና ኣነ ኣብዚኣ ጠጠው ከብላ እየ። ኣብ ዝመጽእ ዘሎ ግዜ ክሳዕ ንራኸብ ደሓን ቀንዩ። እግዚኣብሄር ይባርኽኩም።